Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ፅቡቕ ኣለኹ ንስኽን ከዓ ፅቡቕ ክትህልዋ ተስፋ ገብር ሎሚ መዓንቲ ከዓ ብካሊእ ቪድዮ መፅየክን ኣለኹ እንጆይ ክትገብርኦ ተስፋ ገብር ሓደሽ እንድሕር ኮንክን መጀመርያኽ እንድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኽንኦ ከለኽን ሳብስክራይብ ግበራ መብዛሕትኽን ከዓ ሳብስክራይብ ስለ ዘይገበርክን እዚ ናተይ ቪድዮ ትሪኦኦ ሕጂ እንዳረኣኽንኦ ከለኽን ሳብስክራይብ ግበራ ላይክ ከዓ ግበርኦ እንዳረኣኽንኦ ከለኽን ተን ሳፖርት ገብራን ኣሕዋተይ ከዓ ብጣዕሚ እየ ደመስግነክን የቐንየለይ እቶም ኩሉ ግዜ ኮመንት ፅሕፋ ላይክ ትገብራለይ ካብ መጠን ንላዕሊ ካብ መጠን ንላዕሊ እየ ደመስግነክን የቐንየለይ ንስኻትክን ሳብስክራይብ ላይክ ክትገብርኦ ከለኽን ኮመንት ክትገብርኦ ከለኽን ኣነ ከዓ መሊሰ ፅቡቅ ፅቡቅ ቪድዮ የምፃልክን ማለት እዩ ሕጂ ከይረሳዕክንኦ ከለኽን መብዛሕትኽን ትሪኦ ከም ትኩሉ ግዜ ዝብለክን ሳብስክራይብ ዘይገበርክን ስለ ዝኾንክን ሕጂ እንዳረእኽንኦ ከለኽን ሳብስክራይብ ግበራ ኣነ ከዓ ፅቡቅ ፅቡቅ ቪድዮ ምፃልክን ሰርሓልክን ማለት እዩ ላይክ ከኣ ግበርኦ ብጣዕሚ እየ ለመስግነክን የቀንየለይ ሎማዓንቲ ናይ ጨና ገለ ሒዘልክን መፅእ ደሉ ከመይ ጌርና ጥዑም ከም ንጨኑ ሙሉ መዓልቲ ቪድዮ ሒዘልክን መፅእ ኣለኹ መጀመርያ ግን መብዛሕትኡ ግዜ ልፕስቲክ ዝገበርኩ ኣሕዋተይ ስለ ዝሓታኒ ታድ ሓተትክናኒ ብቀዳማይ እቲ ፒንክ ጌርያ ዝነበርኩ ልፕስቲክ ስታር ጋዘርያ ትብል ካብ ክስታይ ገዜ እያ ነይረ ካብ ቅድሚ ኣርባዕተ ዓመት ገለ ኣይ ቲንክ ካብ ሲፎራ ገለ እየ ገዚኣ ነይረ ኤቢኤች ግን እሱ ዲስኮኔክት ክስታይ ገይሮም እዮም ምስለን እዚ ኣይሸጥዎን እዮም ዘለዉ ሕጂ ግን ሓደ መዓልቲ ከይደ ንዑ ድማሳሰል ከምኣ ፒንክ ከብ ግብለልክን እየ ማለት እዩ ምክንያቱ ክረክበልክን እየ ንዓ ትማሳሰል ካብቲ ሓድሽ ድወፅ ካብቲ ሓድሽ ደሎ ሕጂ ማለት እዩ ምክንያቱ ብዙሓት ሕዋተይ ኩሉ ግዜ እታ ፒንክ ሊፕስቲክ ገብረ ከለኩ ስለተሓታኒ ንዓ ትማሳሰል ፒንክ ፅበጥ ክረክበልክን እየ ኣላትና ሓንቲ ኣርእክን ነይረ ኮን ናርስ ግን ንሳ ሓንቲ ሓቂ ክነግርኩም ብጣዕሚ ፅብቕቲ እያ ናይ ሎማዓንቲ ከዓኒ እዛ ቀያሕ ገርያ ዘለኹ ልፕስቲክ ከዓኒ መብዛሕትኡ ግዜ ስለ ዝሓታ ንዓኡ ከለኹ ክነግረክን ኢለ እዚ ናይ ማኪዩ ዳንስ ዊዝ ሚ ትብል ቅድሚ ሕጂ ኣርእየክን ነይረ ሊፕስቲክ ቀይሕ ስለ ዝፈቱ ብዙሕ ቀይሕ ሊፕስቲክ ዘለኒ ሶ እዚኣ ከዓኒ ዳንስ ዊዝ ሚ ትብል ናይ ማኪያ ብዙሕ ዓመት ገይረ ካብ ገዛ ኣርባዕተ ዓመት ገለ ትገብርያ ግን ሊፕስቲክ ወላ ሓንቲ ይከውን እዩ ስቲል ፅቡቅ እዩ በቃ እዚኣ ገይረ ኣለኹ ማለት እዩ ቀይሕ መብዛሕትኡ ቀይሕ ስለ ዝፈቱ ከምኡ ሕጂ ኣርእየክ ነይረ እዚኣ ካብ ማክ ዳንስ ውዝሚ ትብል ማለት እዩ ካልእ ሕጂ ሎማዓንቲ በቃ ከመይ ጌርና ሞ ሎማዓንቲ ጥዑም ከም ንጨኑ የሒዘልክን መፅኦ ዘለኹም ዝበልኩን ማለት እዩ መብዛሕትና ንፈልጦ ኢና ማለት ንምዝኸኻር ዝኣክል ማለት እዩ ሶ እዚ ሕጂ ኣገዳሲ ኩሉ ግዜ ዝብለኪ ነዚ ናይ መልሓስና ናይ ክስታይ መግበሪ መብዛሕትና ኩላህና ብራሽ ገለ ስለ ንገብር እዚ ግን መብዛሕትና ኣይንገብሮን ኢና ኣነ ከማን ቀደም ኣይገብርን ንሪኦ ዝብለኪ ነዚ ናይ መልሓስካ መጽረዪ ካብ መጠን ንላዕሊ ካብ መጠን ንላዕሊ ለውጢ ዘለዎ ሙሉ መዓልቲ ክስታይ ከይገበርክ ንውዕልክን በዚ ምሸት ሕጂ በዚ ጌርና መልሓስና ከምዚ ጌርና ሓቢና እቲ ርስሓት ክነውፅእ ከሎና ኣብ መልሓስና ዘሎ ርስሓት ክነግረክን ኣይክእልን እየ ሶ እዚ ሕጂ ንኩላህና ማለት ወላ ንፋሚልና ገለ ኩላህና ክስታይ ክንገብር እዚ ተባባዓክን ማለት እዩ ወላ ሓፂን ኣሎ ወላ ተጠቂምካ ትዝርብዮ ኣሎ እዚ ግን ፕላንት ካብ ፕላንት ተሰርሐ ስለዝኾነ ዝብል እዚ ካብ ትጀማ ክስተ ገለ ገዜ እዮ ነይረ ሰው እዚ ብጣዕሚ ኣገዳሲ ኣገዳሲ ፅቡቅ እዩ ማለት እዩ ካልእ ከዓኒ እዚ ከዓኒ እዚ ናይ ኣፍ መሕፀቢ ከዓኒ እዚ ዋተር ፍላሰር ከዓኒ ከምዚ ክስታይ ጌርና ፍላስ ክንገብሮ ንኽእል ኢና፣ ግን እዚ ካብ መጠን ንላዕሊ ጽቡቕ እዩ ማለት እዩ። እዚ ማይ መሊእና ነዚ ቁሩብ ካብቲ ናይ ሚንት ዝኾነ ነገር ብፍላይ ናይ ክስታይ እቲና ሚንት ዝኾነ ነገር ናይ ኣፍ መሕጸቢ እቲና ከኣኒ እዚ ከምዚ ፍላስ ክንገብሮ ከለና ከኣኒ በቃ በቲ ክስታይ ክነውጽእ ዘይንኽእል ከኣ በቲ መውጽእ ክነውጽእ ዘይንኽእል መዓት ርሳሕት እዩ ዝደውጽእ እዚ ከኣኒ እዚ ማይ እቲና ዋተር ፍላሰር ከኣ እዚ ከኣ ብጣዕሚ ጽቡቕ ስለ ዝኾነ ኩላትና ከምዚ ክህልወና ከዓ የተባብዓክን ማለት እዩ ካልእ ከዓኒ ኩሉ ግዜ ከምዚ ዝበልኩኽን ኣብ ፍላይ ኣብ ስራሕ ገለ ክንውዕል ከለና ኩላና ደቂ ኣንስትዮ እዚ ዋይፕ ሕጂ ሰንት ዘይብሉ እንደገና ከዓ እቲ ካልእ ዘርእየክን ተሃኒ ፓድ ገለ ዝብል ከዓ ፅቡቅ እዩ ደቂ ኣንስትዮ ማለት እዩ ከምዚ ከዓ ሙሉ መዓልቲ ኩሉ ግዜ ኣብ ክስታይና ክህልወና ኣለዎ ማለት እዩ ኣብ ቦርሳና ብፍላይ ኣብ ስራሕ ክንውዕል ከለና ሙሉ መዓልቲ ስራሕ ክንውዕል ከለና ብጣዕሚ ጽቡቅ ናዕና ንደቂ ኣንስትዮ እዚ ከኣ ክህልወና ኣለዎ እየ ዝብል ልዕሊ ኩሉ ግን ማይ ማለት እዩ ማይ ካብ መጠን ንላዕሊ ስለ ጽቡቅ ስለ ዝኾነ እዚታት ከምሳት ንሕር ኣለና የርእየክን ከምሳት ብዙሕ እዩ ዘለና ንዓይ ምክንያቱ የተባባዓካ እያ ክሰቲ ወላ ኣብ ስራሕ ኣለኒ ወላ መኪና ኣለኒ ወላ ኣብ ገዛ ወላ ንደቀይ ንበዓል ቤተይ ከዓኒ ኣብ መደቀሲ እዮም ገለ ገብረሎም እዮም ምእንቲ ክሰት ኢለ ማለት እዩ ካብ መጠን ላዕሊ ማይ ከዓኒ ክንሰቲ ኣለና ኣነ ቆልዑት ከም ዝምሻሉ ውዒ እንድሕር ወላ ነብሰን ማይ ሰተኽንን ኢኽን እየ ድብለን ንግሆ ተሲኤን ማይ ስተያ እየ ዝብለን ብጣዕሚ እየ ማይ ክሰትያ ደተባብዕ ንደቀይ ማለት እዩ ንበዓል ቤተይ ከዓ ከምዚ ኣብቲ ትርኣሱ ገብረሉ ማለት እዩ መብዛሕትና ማይ ስለ ንርስዕ ከምቲ ኩሉ ግዜ ዝብለክን ማይ ከዓ ኣገዳሲ ይወላ ንቆርበትና ብጣዕሚ ፅቡቅ ክኾን ንስኪና ንጥዕናና ማይ ፅቡቅ ስለ ዝኾነ ኣነ ብጣዕሚ እዩ ዝገርመኒ ሓደ ሓደ ሓደ ሓደ መሓዝተይ ንመዓልቲ ከይሰተያ ውዕላ ምሽ ድሓር መጨረሻ ስራሕ ክንምድኡ ከለና ገለ ኣብቲ መጨረሻ ማይ ዝስትያ ከሎ ብጣዕሚ እዩ ዝገርመኒ ኣነ ስቕ ኢለ ዝፀምእ ከምቲ ዝበልኩኹም ማለት እዩ ካልእ እንታይ ኣምፅኦ ኣለኹ እዚ ክስታይ ማለት እዩ እዚ ሕጂ እቲ ኩሉ ግዜ ዝገዝኦ እዚአን ብጣዕሚ ብጣዕሚ ካብ መጠን ላዕሊ ካብ መጠን ላዕሊ ኩሉ ሰብ ዝዛረበሉ እዮም ሕጂ ብዙሕ ግዜ ደርእየክን እዚ ብፍላይ ብዙሕ ግዜ ደርእየክን ካብ እዚ ናይ ኦይል ማለት እዩ እዚ ካብ ፓልመርስ ኣብቲ ካልእ ቢድዮታተይ ኣሎ ኣብቲ ድስክርፕሽን ባክስ እቲ ደይጽሕፎ መብዛሕትኡ ግዜ ስለ ዝርእየክን እየ ማለት እዩ ስለ ትርእየኦ ኣርእየክን እንድሕር ነይረ ደይጽሕፎ እዚ ፓልመርስ እዚ ዘይቲ ካብ መጠን ንላዕሊ ጽቡቕ እየ ዝብለክን እዚ የኦኤስ ሎሽን ከዓ ዳርጋ ተወዲኣ እዚኣ ካልእ ክስትያዶ እዚኣ በነላ ካሽመር ኩሉ ሰብ ተዛረበሉ ዝበልኩም ካብ መጠን ንላዕሊ ጽቡቕ ሎሽን ጽቡቕ ሎሽን እዩ በቃ ተወዲኡ ዳርጋ ኣነ ካብ ቪክቶርያ ሴክሬት ካብ ባዝ ኤንድ ባዲ ወርክስ ገዚኤ ግን እዚ ብጣዕሚ ፍሉይ ሎሽን ጥዑም ሎሽን ምኑ መዓልቲ ካብ ጥዑም ክጨኑ ትውዕል ማለት እዩ እስቲ ሒዘልክን መፅእ ኣለኹ ሕጂ ከመይ ከመይ ጌርና ከም ንገብሮ ከዓኒ ከርእየክን እየ ማለት እዩ ካልእ እዚ እዚኣ ሻምፔን ቶስት ትብል ቅድሚ ሕጂ ኣርእየክን ይረ ኣለኒ እቲ ዓቢ ማለት እዩ እዚ ሕጂ ሓደ ዓይነት ሽሙ እዚ ናይ ቀደም እዩ እዚ ከማን ቅድሚ ሕጂ ኣርእየክን ይረ ቀደም ተወዲ እዩ ማለት እዩ ሓደ ዓይነት ሽሙ ግን እዚ ካብ ባዝ ኤንድ ባድ ወርክስ ሻምፔን ቶስት ዝብል ኩሉ ግዜ ክገብሮ ከለኩ ሳርፕራይዝ ይገብረኒ ማለት እዩ ማዕረ ክንደይ ጥዑም ምዃኑ ከምዚ በቃ ኩቡር ጨና ከምዚ ኩቡር ጨና ገለ እዩ ዝጥዕም ካብ መጠን ንላዕሊ ፅቡቅ እዩ ዋላ ሕጂ ኣሎ ማለት እዩ ሓደ ሓደ ግዜ የቋርፅዎ እዮም ከምቲ ዝፈልጦ ኣብ ኦንላይን ገለ ትረኽቦ ግን ኤክስፐንሲቭ እዩ ኣብ በዓል ኣማዞን ገለ ግን እዚኣ ሻምፔን ቶስት ክገብረልክን የፍቲ ዲስክሪፕሽን ባክስ ካብ መጠን ንላዕሊ ጥዕምቲ ኤክስፐንሲቭ ከምዚ በቃ ኩቡር ጨና እያ ትጨኑ ካብ መጠን ንላዕሊ ጽብቕቲ እያ እዚኣ ቅድሚ ሕጂ ኣርእየክን ነይረ ምስ ሎሽኑ ገዚኤ እዚ ከዓኒ ኩሉ ግዜ ኣብ ቦርሳይ ዝገብሮ ማለት እዩ መጀመርያ ቸገር እየ ዝረኤ ኩሎ እንዶ ከተኽብኦ ትኽእላ እንደ ትኽእላን ማለት እዩ ብጣዕሚ ጽቡቕ እዩ ካልእ ከዓ እንታይ ፈትየ ከዓኒ እዚ ዛያራ ከዓኒ እታ ዝረኣኹክን ካብ ኣማዞን ዝገዛእኹዋ ናይ ዓረብ ጨና ከዓኒ ካብ መጠን ንላዕሊ እየ ፈትየያ በቃ ፍኹስ ዝበለት ብፍላይ ሓዋዊስ ከኣ ጨና ሓዋዊስ እየ ክልተ ገለ ዝገብር መብዛሕትኡ ግዜ ከኣ እዚ ክስታይ ይሓዋውሰሉ ማለት እዩ እዚ ምዚ ባዲ ስፕሬይ ገይረ ሎሽን ገይረ ገለ መዓልቲ ጥዑም ጨና ክጨኑ ዝውዕል ብዙሕ ማለት ብዙሕ ኮምፕሊመንት ኤድረክ ኩሉ ሰብ ምሳይ ዝሰርሓ ማለት እዩ ዋክ ጥዑም ጨና ገለ እየ ዝብላ ብጣዕሚ እዩ ጥዑም ጥዑም ምጭናው ዝፈቱ መዓልታዊ እየ ከዓ ጨና ዝገብር ክስታይ ገብርን እየ ማለት ኣይርስዖን እየ ማለት እዩ ሕጂ ስራሕ ክኸይድ ከለኹ ወላ ኣብ ዝኾነ ቦታ ከይድ ከለኹ በቃ ጥዑም ጥዑም ጨኑ ሕጂ ሙቐት ከዓ ስለ ዘሎ ዲዶራንትካ ጌርካ ተሓፃፂብካ ነብስኻ ስክራብ ጌርካ ገለ እዚታት ጨና ምስ ገበርካ ሙሉእ መዓልቲ ፅቡቅ ክጨኑ ትውዕል ማለት እዩ ወላ ገዛ ከምስ መፃኻ ሽዕኡ ከምዚ ዝኾነ ሕማቕ ነገር ኣይትጨኑን ኢኻ ማለት እዩ እዚ ኣያራ ናይ ኣማዘን ዝረኣኹኹን ቅድሚ ሕጂ ካብ መጠን ንላዕሊ ፈተያ እዚኣ ከዓኒ ኣብ ስራሕ ወሲድያ ነይረ ሕጂ ግን እዚ ቪድዮ ክሰርሕ ከብል ምስ በልኩ ካብ ስራሕ ኣምፅያ ማለት እዩ ኣብ ዓሚጥያ ነይረ ኣብኡ ልከያ ማለት እዩ ከምዚ ኣብ መንጎ ገለ ደስ ዝብለካ ፍረሽ ክትከውን ማለት ልከያ ነይረ ማለት እዩ ሕጂ ካልእ ከዓኒ እዚኣ ሶልደጅነሮ እዚኣ ከዓኒ ካብ መጠን ንላዕሊ ይፈትዮ እዚ ሶልደጅነሮ ከዓ ዝርባዓ ተርባዓን ሸሞንተን ተሓዳሽ ደላ ኣይፈተኹዋን ፈፂመ ፈተኹዋን ጨንየ ኣይነበረን ኣውት ኦፍ ስታክ ኮይኑ ግን ወላ ምስ በልክዎ ከዓኒ ጨንኽዎ ከዓ ኣይፈተኽዎን እዚ ኣርባዓ ግን ብጣዕሚ ፅቡቅ እዩ ማለት እዩ እዚ ከዓኒ

እቲ ቨኒላ ትወኒ ኤይት እሱ ብለክ ነረ ዳርጋ ተወዲኣ ንእሽተይ ተሪፋታ ኣላትኒ ግን ዳርጋ ንእሽተይ ተሪፋታ እዚኣ ከዓ እዚኣ ኤደን ጁስ ኣፕል ትብል ከዓኒ ጁሲ ኣፕል ትብል ከዓ እዚኣ ካብ መጠን ንላዕሊ ጥዕምቲ እያ ናይ ዚአን ናይ ኬኣሊ ጨና ጥዕሚ ናይ ሓፍቲ ሁዳ ቪዲ ማለት እዩ ካብ መጠን ንላዕሊ ጥዕም ጨና ቅድሚ ሕጂ ቨነላት ወን ኤቲለክም ነይረ ኣርእየክም ነይረ ብጣዕሚ እዩ እሱ ጥዑም ማለት እዩ እዚ ከዓኒ እዚ እያ ቀያሕ ክልተ ሓንቲ ቀያሕ ካሊኣ ትብል ጥዕምቲ ይኮነትን እዚኣ ግን ኤደን ጁሲ ኣፕል ትብል ግን እዚኣ ከዓ ከመጠን ንላዕሊ ጥዕምቲ እያ ማለት እዩ ኩሉ ሓዋዊሰ ኩሉ ሓዋዊሰ ደኣ እምበር ሕጂ ከመይ ገይረ ልኮ ይመስለክን ካብ ሻወር ምስ ወፃኹ መጀመርያ ዝገብሮ እዚ ባዲ ኦይል ማለት እዩ እዚ ባዲ ኦይል ገይረ ባዲ ኦይል ልከ ደሓር እሱ ምስ ተለኸኹ ኩሉ ነፍሰይ ማለት ነብስኻ ነብስኻ ኣጸቢቑ ከይነቐጸ ከሎ ብምሉእ ነብስኻ ስብትልከ ይልከዮ ማለት እዩ ድሕሪኡ ሎሽን ማለት እዩ ሎሽን ከዓ እዚ ሎሽን እዚኣ ካብ መጠን ንላዕ ዳርጋ ተወዲያ ሕጂ ብዙሕ የብላን ድሓር እዚ ሎሽን ማለት እዩ ሎሽን ገይረ ንኣብነት እየ ዘርእየክን ዘለኹ ሎሽን ኣብዚ ገይረልክ ከምኣ ትፍላይ ኣብስታት ኣብስታትና ኣብስታትና ንገብሮ ጨና ኣይከይን መዓት ሕጂ ናይ እዝኒ ስለ ዘለኒ በዚ ድሕሪ ኣይገብርን እየ ግን ኣብዚታት ካብዚታትካ በዚ ናይ እግርኻ ክስታይ ይበሃል ኣብዚ መዕፀፊ ናይ እግርኻ ገለ ዘለዎ ገለ እዩ ዝበሃል ከምኡ ገብር ማለት እዩ ብድሕሪኡ ኤኒ ባዲ ስፕሬይ ዝኾነ ባዲ ስፕሬይ ኣብዚ ሕጂ እዚኣ ከዓ ገብር እዚኣ ኩሉ ግዜ ዘይርስዕ እዛ ቫዝሊን ስቴክ ማለት እዩ ኣብዚኣ ጌርካ ጨና እንድሕር ጌርካ ሙሉ መዓልቲ ኣይከይድን እቲ ጨና ኣብዚ ማለት እዩ። ደሓር ግን ከምዚ ጌርና ክነላግቦ ገለ የብልና ምእንቲ ከይከይድ እዚ ሕጂ ኣብዚ ጌርና ማለት እዩ እቲ ጨና ንኸይከይድ ማለት እዩ ሙሉ መዓልቲ ጥዑም ክንጨኑ ንክንውዕል ደሓር እዚ ባዲ ስፕሬይ ይገብረሉ ብድሕሪኡ ከዓ ጨና ዝኾነ ዓይነት ጨና ከዓ ዝገብሮ ጨና ንገብረሉ ማለት እዩ ከምዚ ገይረ ኣብ በዚ ትገብር በዚ ናይ እዝኒ ገይረ ስለ ዘለኹ ሕዚ ናይ እዝኒ ክስታይ ከይከውን ከምዚ ምርት ከይብል ሓደ ሓደ ናይ እዚ ክስታይ ይኸውን ይባላሸ እዩ ጌረ ሽዕኡ በዚ ገለ ጌርካ ማለት እዩ ሙሉ መዓልቲ ሽዕኡ ጥዑም ክንጨኑ ንውዕል ኣነ ብጣዕሚ ጥዑም ምጭና ዝፈቱ በቃ ከምዚኣ ጌርና ጥዕም ንጨነሙሉ መዓልቲ ማለት እዩ ስጋብ ሕጂ ንድሕር ሪኢኽን እኮንክን ከይወፃኹን ከለኽን ሳብስክራይብ ግበራ ምክንያቱ እንድሕር ሳብስክራይብ ጌርክናለይ ላይክ እንድሕር ጌርክንኦ ኣነ ከዓ ዝበለፀ ዝበለፀ ንዓና ደቂ ኣንስትዮ ዝኾን ከምዚ ዝብለክን ዝበለፀ ዝበለፀ ቪድዮ ሒዘልክን መፅእ ተተባባዕኒ ኣለኽን ማለት እዩ ሓደ ሓደ ግዜ ግን ድሕሪ ሳብስክራይብ ገለ ክስታይ ኮይኑ ክስታይ ትኾን ኢኻ ማት ክሰርሕ ቪድዮ ገለ ከማን ኣይትተባባዕን ኢኻ ሶ ፕሊዝ ሳብስክራይብ ከይገበርክን ከይትወፃ ካብ መጠን ንላዕሊ እየ ደመስግነክን ተን ሳፖርት ገብራ ንሕዋተይ ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኸበና ባይ